ሰላም ሰላም ከመይ ትኾኑ ኩልኹም ተኸታተልተይ ኣብ ዘለኹሞ ሰላምን ጥዕና ንምነየልኩም ሰናይተ ምሳኹም ዘለኹ ናይ ሎም መዓልቲ ኣርእስተይ ከዓ ኣእምሮና መእከቢ ኮይኑ ክተርፍ ኣይኮነን እንታይ ደኣ ክሰርሕ እዩ ተፈጢሩ ብዝብል ኣርእስቲ እየ መፅየኩም ዘለኹ ማለት እዩ። ኣእምሮና መቸም ብዙሕ ነገራት ሒዙ ዘሎ ከምቲ ኩላትና ንፈልጦ ናይ ሕሉፍ ዘጋጠመና ነገራት ክህልዎ ይኽእል። ንዝመፅእ ዝመደብናዮ መደባት ኩሉ ተታሒዙ ኣሎ። መዓልታዊ ንሰምዖ ንሪኦም ነገራት ኣብኡ ተታሒዙ ኣሎ። ብዙሕ ነገራት መሊእዎ ዘጢጡ ከቢዱ ክህሉ ክእል እዩ ኣእምሮና ማለት እዩ። ኣእምሮና ልክዕ ከምቲ ካልእ ነገራትና እነጽርዮ ምጽራይ ዘድልዮ ኢዩ። ኣእምሮና ልክዕ ከም መእከቢ ወይ ከም ሓደ እንዳ ጎሓፍ ጥራይ ኩሉ ነገር ናብኡ ተኣኪቡ ተጓሒፉ ስቕ ዝብል ኣይኮነን። ክኸብዶ ኢዩ ሓደ መዓልቲ ክሰርሕ ክልውጥ ዝግብኦ ስለ ዝኾነ ከምኡ ውን ዕላምኡ ንምስራሕ ንምልዋጥ ሓድሽ ነገር ንምፍጣር ስለ ዝተፈጠረ እንድሕር ደኣ ከይሰርሐ፣ ከይለወጠ፣ ገለ ነገር ከይበርከተ ይውዕል ጥራይ ምእካብ ጥራይ እንድሕር ደኣ ኮይኑ ንዓና ጸቕጢ ይፈጥረልና እሞ ምክንያቱ ብዘይፈልጦ እምበር ደኺመ እናበልና ደኺምና ጥራይ ክንነብር ንኽእል ኢና ማለት እዩ ምክንያቱ ሓድሽ ነገር ዝበሃል ኣይምፅእን ዘሎ እቲ ክሰርሖ ዝኽእል ገለ ነገር ክፈጥሮ ዝኽእል መደባት ከውፅኦ ዝኽእል ኩሉስ ይድስክል ኣሎ ማለት እዩ ምክንያቱ በዚሕዎ ልዕሊ ዓቐን ይኾኖ ብዙሕ ግዜ እንድሕር ርኢና ኮይና ብዙሕ ነገራት ሓሳባት ክበዝሐና ከሎ ኣብ ኩሉ ንህሉ እሞ ኣብቲ ሓደ ንሓስብ ሓደ ንሓስብ ሓደ ንሓስብ እሞ ነቲ ንገብሮ ነቲ መዓልታዊ ነገር ንገብሮ ከማን ክንርስዖ ንኽእል ኢና ማለት እዩ ናብ ምርሳዕ ገጽና ንኸይድ እንታይ ሓሲበ ነይረ ላዕሊ ትኸይድ ታሕቲ ትኸይድ እንታይ የደልየ ነይረ እሞ ናብዚ ዝመጸኹ እንታይ ሓሲበ ነይረ እሞ ክትብል ሙሉ መዓልቲ ኣብ ከምኡታት ክትሕልፎ ትኽእል ኢኻ ግዜኻ ማለት እዩ ምክንያቱ ቦታ ይመልእ ትርእስኻ እቲ ኣእምሮኻሲ ብጣዕሚ ኩሉ ነገር ኣኪቡስ መሊኡ ይዘጥጥ ማለት እዩ ስለዚ እቲ ቦታ ክትገድፈሉ ክሳብ ዘይከኣልካ ቦታ ክትህብ ክሳብ ዘይከኣልካ ዝፀሪ ዝጓሓፍ ጉሒፍካ ከተዳልዎ ክሳብ ዘይከኣልካ ሓድሽ ነገር ክሕዝ ብጣዕሚ ይሽገር ማለት እዩ። ልክዕ ከምቲ ሞባይልና እንድሕር ደኣ ሜሞሪ መሊእናሲ ደሊት ዲና ክንገብሮ ወይ ስፔስ ገዚእና ዲና ስፔስ ከነዳሉ ክንቅይሮ ገለ ነገርሲ ቦታ ክነዳሉ ሓድሽ ስእሊ ክነእቱ እንተኮይናስ ንዑ ዝኸውን ቦታ ክነዳሉ ክሊን ክንገብራ ክንክእል ኣለና ማለት እዩ እታ ቴሌፎንና ልክዕ ከምኡ ከዓ ኣእምሮና ከዓ ምፅራይ የድልዮ እቲ ዘይጠቕመና ነገር ምውፃእ ኣለዉ ካብ ኣእምሮና ከነውጽኦ ክንክል ኣለና እቲ ዝነበረ ቂምታ ከኸውን ይኽእል ምስ ሰባት ዝተቓየምናዮ ወይ ተበዲልናዮ ንብሎ ነገር ክኸውን ይኽእል ብዙሕ ነገራት መቸም ዝተፈላለየ ኣብ ርእስና ዘሎ ዘይጠቕመና ምዃኑ ርኢና ክንኣልዮሞ ንሓድሽ ነገር ከኣ ቦታ ከነዳሉ እንተ ደኣ ኮይንና ከነጽርዮ እዩ ዘለና እቲ ዝጓሓፍ ክጓሓፍ ክኽእል ኣለዎ ኣስተውዒልና እንተኾይንና ኣብ ሓደ ቦታ ጠጠው ኣብቲ ሓደ ከድና ጠጠው ከነብዝሕ ከለና ሓደ ካብቲ ጽልዋ ናይቲ ኣእምሮና መሊኡ ንገብሮ ዘለና ክሳብ ዘይንፈልጥ ክገብረና ዝኽእል ነገር ከም ዝኾነ ማለት እዩ ምክንያቱ እቲ ብውነና የለናን ስቕ ኢልና ኢና መደባት ነውፅእን ክገብሮ ኣለኒ ክሰርሕ ኣለኒ ሎማዓንቲ ኢልና ንቃለስ እምበር ኣእምሮና ደኺሙ እዩ ዘሎ ማለት እዩ ደኺሙ እንተሎ ከዓ ከዕርፍን ክጸርን ክኽእል ኣለዎ እምበር ስቕ ኢልና ብሓይሊ ኖ ከይደቀስኩ እዚኣ ክውዳእ ኣለኒ ስለ ዝበልና ጥራይ ይውዳእ ማለት ኣይኮነን ወይ ከዓ ነስልጥ ማለት ኣይኮነን ኣይነስልጥን ኢና ዘለና ዝያዳ እኮ ደኣ ንጉተት ኢና ዘለና ምክንያቱ ኣእምሮና ደስኪሉ ኣሎ ሓድሽ ነገር ክሬት ከይገብር ወይ ከዓ እቲ ኣእምሮና መሊኡ እውን ዘጢጡ ከቢዱና ኣሎ ማለት እዩ ሰዚ ብጣዕሚ ከቢድዎ ከሎ ካልእ ሓሳባት ኣምጺና ካልእ ነገራት ካልእ መደባት ስራሓትን ኣምጺና እንድሕር ደኣ ከነኽብደሉ ጀሚርና እቲ ዝበልክዎ ዓንቶይ ክንርስዕ ዝሓሰብናዮ ፋሕ ክብለና ካብ መደብና ወጻኢ ጥራይ ክንገብር ክንውዕል ምንም ዕጋበት ዘይብሉ መዓልቲ ክንውዕል ክንግደድ ንኽእል ኢና። ሓደ ካብቲ ኣብዚ ግዜ እዚ ንኣእምሮና ክብደት ኮይንዎ ዘሎ ኢለ ዝሓስቦ ከዓኒ ዘየድሌና ጥራሕ ሓበሬታ ስለ ዝኾነ ምእካብ ምርኣይ ሓደ ሓደ ግዜ ወላ ሓንቲ ኢንተረስት ዘይብልና ኣብ ሓደ ነገር ወላ ሓንቲ ዝምባለ ዘይብልና ከሎሲ ስቕ ኢልና ጥራይስ ብዛዕባኡ ሓበሬታ ዝህብ ሰብ ምስ ረኣናስ ኣዕሚቑ ክገልጾ ከሎስ ኩሉ እቲ ሓበሬታ ንእክቦ ማለት እዩ ኩሉ ንሰሞ ግን ዋላ ሓደ ዝምባለ የብልና ናብቲ ነገር ክንገብሮ ዝበሃል ድሌትን ሓሳብን የብልና ጥራይ ግን ንሰምዖ ስለ ዝረኣናዮ ብዛዕቡ ጽቡቅ ክገልጽ እንተ ዳሪ ናይ ሓደ ሰብሲ ስቅ ኢልና ንሰምዖ ማለት ንእክቦ ሕጂ ዝኣቱ ዘሎ ኣይመስለናን ኣብ ርእስና ግን ይኣቱ ኣሎ መኻብቲ ይኾኑ ኣሎ ነቲ ዘለናሲ ክብደት ይውስኸሉ ኣሎ ማለት እዩ እሞ ከዓ ንዘይንጥቀመሉ ስቅ ኢሉ ጥራይ ንክቕመጥ ቦታ ንክሕዝ ማለት እዩ ስለዚ እንታይ ኢና ክንርኢ ንደሊ? ብዛዕባ ምንታይ ኢና ከነጽንዕ ንደሊ? ብዛዕባ ምንታይ ኢና ክንፈልጥ ንደሊ? እቲ ሓበሬታ እውን ንባዕሉሲ ዝተወሰነ ዓቐን ክንገብረሉ ክንክእል ኣለና። ኣተኲርና ብዛዕባ እዚ ክፈልጥ ይደሊ እየ ኢልና እሞ ብዛዕባኡ ከዓ ገለ ሓሳብን ዝምባለን እንተ ኣለና ብዛዕባኡ ክነፅንዕ ንኽእል ኢና። ስቕ ኢልካ ተረኽበ ኢልካ ግን ብፍላይ እዚ ሶሻል ሜድያ ስለ ዘምፅኦ ጥራይ ስቕ ኢሉ ናብ ስክሪንካ ስለ ዝመጸ ጥራይ ክትርኢ ትውዕል እንተ ኾይንካ፣ ሓደ ካብቲ ክመልኦን ከኽብዶን ዝኽእል እዩ ንኣእምሮና። ስለዚ ክሕግዘና ዝኽእል ነዚ ቁሩብ ዓቐን ክንገብረሉ ክንክእል ኣለና። ኣየናይ ኢና ክንርኢ ንደሊ ክንፈልጥ ክንክእል ኣለና እምበር ኣበይ ተረኽበ ኢልካ ኩሉ ነገር ኣብ ኣእምሮኻ ክትክዝኖ ምድላይ እዚ ኣይጠቕመናን እዩ። ካልእ ንኽነጽርዮ ኣእምሮና ዝሕግዘና ነገር ከኣ ናይ ስቕታ ግዜ ምስ ዝህልወና እዩ። ብዙሕ ግዜ ናይ ስቕታ ግዜ ክንረክብ ብጽቡቕ ዘይረኣየሉ ግዜ ኣሎ። እቲ ናይ ስቕታ ግዜሲ ተራ ኮይንካ ትብሎ፣ ስቕ ኢሉ ከሎ ሰብሲ ነታ ስቕትኡ እትኸልኦ ኢኻ ብጣዕሚ ትረባብሾ ማለት ስለምንታይ ስቕ ኢልካ እንታይዶ ጌርናካ ኢና እንታይዶ ኮይንካ ኢኻ እናበልካ ንቲ ሰብ ትርብሾ ግን ናይ ስቕታ ብጣዕሚ ኣገዳሲ ግዜ ክህልወካ ንገዛእ ርእስኻ ዝኸውን ግዜ ክህልወካ ኣገዳሲ እዩ። ስቕ ትብለሉ ግዜ፣ ኩሉ ግዜ ኮንካን ክትርእን ክትሰምዕን ከምኡ እውን ንስኻ ኸኣ ክትዛረብን ዘለካ ስቕ ኢልካ ንነብስኻ ጥራይ ትሰምዐሉ ግዜ፣ ህድእ ትብለሉ ግዜ ክህልወካ ብጣዕሚ ኣገዳሲ እዩ ማለት እዩ። እንተሳኻ ኢሉ ኸኣ እቲ ስቕታና ከማን ስቕ ጥራይ ዘይኮነ ቁሩብ ከነስተንፍሰሉ ንኽእል ሕጂ ሓደ ሓደ ግዜ እንድሕር ርኢኹሞ ኮይንኩም ንኣብነት ጽቡቕ ዘይተሰምዐና ግዜ ክኾን ከሎ ወይ ሓሪቕና ዝኾነ ጽቡቕ ነገር ዘይስምዐና ከሎ ግዜ እንድሕር ደኣ ክንስተንፍስ ክኢልና ወላ እቲ ቴክኒክ ኣይንፍለጦ ሲ እንድሕር ደኣ ትንፋስና ክነውጽኦ እቲ ዝተሰምዐና ኢልና ክነውጽኦ እንድሕር ደኣ ክኢልና ሓደ ዕረፍቲ ይስምዐና እዩ ዝተወሰነ ወላ እኳ ክንዶ ዕምቀት ከድና ኣይንፍለጦ ሲ ቁርብ ይሕግዘና እዩ እቲ ኣብ ውሽጥና ዘሎ እጉድ ኢልና ዘሎ ነገር ክነንፍሶ ክንፍትን ከለና ቁሩብ ይነፍሰልና እዩ ማለት እዩ ስለዚ ኣብቲ ስቕታ ንገብረሉ ግዜ ስቕ ምስ በልና እስኪ ኢልና ነታ ትንፋስ እንተንዝክራ ከዓ ብጣዕሚ ከዓ ሓጋዚ ምኾነ ነይሩ ዋላ ክንርኢ ንኽእል ከመይ ጌርና ክንከታተሎ ንኽእል ከመይ ጌርና ከዓ ዕረፍቲ ዝህበና ወይ ሪላክስ ዝገብረና ምስትንፋስ ክንገብር ንኽእል ኢልና ክንመሃር ንኽእል ኢና ግን ኣገዳሲ ምዃኑ እየ ኣብዛ ሰዓት እዚኣ ክገልፅ ደልየ ማለት እዩ ካልእ ኣእምሮና ንምፅራይ ክሕግዘና ዝኽእል ብዙሓት ሰባት እዚኣ ይዛረቡላ እዮም ምፅሓፍ ትስምዐካ ዘሎ ነገርሲ ምፅሓፍ እዚኣ ሲ ብጣዕሚ ኣብዚ ሰዓት እዚ ኮይነ ዘድንቃ ሰብ ማለት እዩ ኣብ ሳዋ ምሳይ ዝነበረት ነዚኣ ሓሳብ እዚኣ ነጊራትኒ ማለት እዩ ኣነስ ኩሉ ግዜ እየ ዝፅሕፍ ዝተሰምዐኒ ፅሕፍ እየ ዘብሎ ድሓር ካብ ቅድድ እየ ዘብሎ ትብለኒ ነይራ ማለት እዩ ሕጂ ኩሉ ግዜ ከዓ እየ ዝዝክራ እዛ ሓሳብ ናታ ብጣዕሚ ከዓ ጠቃሚት ኮይና ረኪበያ ማለት እዩ ስለዚ ብዙሓት እውን ይገልፅዋ እዮም ዝተሰምዐካ ነገር እንታይ እዩ ነይሩ ኣብ ዝሓለፈ ክትጽሕፎ? ኣብዛ ሰዓት እዚኣኸ እንታይ ይስምዐካ ኣሎ? ብዛዕባ ሰብ ኣልዒልካ እንድሕር ደኣ ኮይንካ፣ ንኣብነትሲ ከምዚ ስለ ዝገበርካኒስ ከምዚ ተሰሚዕኒ ክትብሎ ከቢድ ክኸውን ይኽእል እዩ ንሰብ። ምኽንያቱ እቲ ኣበሃህላኻ ወይ እቲ ቃላትካ ጥራይ ወሲዱ ብጽቡቕ ዘይክርደኣካ ይኽእል እዩ፣ ንዝታት ክትስከፈሉ ትኽእል ኢኻ። ንገዛእ ርእስኻ ግን ከይተሰከፍካ ብናጽነት ቅኑዕ ዝኾነ በቃ ሓቂ ዝኾነ ኣጸሓሕፋኻ ክትመርጽ ቃላትካ ክትመርጽ ምንም ከየድለየካ ንስኻ ዝስምዐካ ዘሎ ጥራይ ኣብቲ ወረቕት ክፅሕፎ ትኽእል ኢኻ ምክንያቱ ንስኻን በይንኻን ኢኻ ነታ ወረቕት ትሪያ ዘለኻ ካልእ ዝርኣ የለን ወላ ሓደ ዝፈርደካ የለን ከምዚ እንዲኻ ፅሒፍካ ዝብለካ የለን ስለዚ ኣብታ ወረቐት ክትፅሕፎ ትደሊ ውሽጥኻ ዝበለካ ከምዚ ከተመዓራርዮ ትበሃሃላ ከይፈተንካ ክትጽሕፎ ክትክእል ኣለካ ማለት እዩ። ኣብዛ ሰዓት እዚኣሲ ዋላ ብሰባት እንድሕር ደኣ ተጎዲእኻስ በዚ ሰብ እዚስ ከምዚ ተሰሚዕኒ ኣሎ ኢልካ ክትጽሕፍ ኣብ ሰዓት እዚስ ብጣዕሚ ተረባብሸ ኣለኹ ኣብ ሰዓት እዚስ ዝተሰምዐካ በቃ ከቢድ ክኸውን ይኽእል እቲ ዝስምዐካ ዘሎ ኣዝዩ ሕማቕ ክኸውን ይኽእል ክትብሎ ብጣዕሚ ዘፍርሕ ክኸውን ይኽእል፣ ገሊኡ ውን ዘሕፍር ክኸውን ይኽእል፣ ገሊኡ ከኣ ዘስሕቕ ክኸውን ይኽእል፣ ክትጽሕፎ ከለኻ ግን ብጣዕሚ ጽቡቕ እዩ ማለት እዩ። እንተ ዋሕደ ከምዚ ንሓደ ቴራፒስት ተዛሪብካዮ ነገራትካ ዝፈኹሰካ ልክዕ ከምኡ እዩ። ክትጽሕፎ ከለኻ ከኣ ልክዕ ከምዚ ንኻልእ ሰብ ትብሎ ዘለኻ እዩ። ስለዚ ብዝግባእ እቲ ዝተሰምዐና ነገር ንነብስናስ ከይከወልናላ ክንጽሕፎ ክንክእል ኣለና። ኣብ ወረቐት ምፀሓፍናዮ እንታይ እንተገበርና ዕረፍቲ ክበና ዝኽእል ኮይኑ ዝረኣየና ነገር ክንገብር ንኽእል ኢና። ገለ ሰባት ከዓ ኪብ ክገብርዎ ወይ ከዓ ክሕዝዎ ክዕቅብዎ ይደልዩ እዮም ነቲ ዝፀሓፍዎ። ስለዚ ነቲ ዝፀሓፍካዮ እንታይ ክትገብሮ ከለካ እዩ ፍኹስ ክብለካ ዝኽእል ምፀሓፍካዮ በቃ ኣነ ድሕሪ ሕጂ ነዚ ሓሳብ እዚ ክሓስበሉ ኣይደልን እየ እንድሕር ደኣ ዝኾነ ነገር ዝኸበደካ ኣሎ፣ መሊሱ ክኸብደኒ ኣይደልይን እየ። ኣነ ካልእ ክኸውን ይደሊ ኣለኹ። ክቕይሮ ዝደሊ ነገር ኣለኒ። ስለዚ ነዚ ክጉሕፎ እየ። በቃ ካብ ህይወተይሲ ከምዚ ወረቐት ገይረ ክቐዶ እየ፣ ከምዚ ወረቐት ገይረ ከቃጽሎ እየ ነቲ ንዓይ ዝኸብደኒ ዝጸንሐ ኢልካ ድሌትካ እንተደሊኻ ተቃጽሎ ትቐዶ ወይ ከኣ ንመዘከርታ ኢልካ ውን ክተቕምጦ ትኽእል ኢኻ። እዚ ከም ዝሐለፍኩሲ ክንድዚ ክበድ ከም ዝነበረንስ ክዝክሮ ደሊ ኢኻ ንመዓልቲ ክሪኦ ደሊ ኣብ ዝሓሸ ደረጃ ምስ ኮንኩ ወይ ከዓ ዝተለወጠ ሰብ ምስ ኮንኩ ኢልካ ውን ክትሓስብ ትኽእል ኢኻ። ኩሉ ጌጋ የብሉን ማለት እዩ። እቲ ቅኑዕ ኮይኑ ዝተራእየካ ክትገብር ትኽእል። ራብዐይቲ ብጣዕሚ ኣገዳሲት ዕረፍቲ ናይ ድቃስ ኣብ ጊዚኡ ብሰዓቱ ሓሊና ክንድቅስ ክንክእል ኣለና። ረኣይዎ እሞ ብዙሕ ግዜ ዘጋጥም ማለት እዩ ሰብ ኣብ ምንዋጽ ዝኣቱ ከደቀሰ መዓልታት ምስ ሓለፎ እቲ ኣእምርኡ ነቲ ምድቃስ ዝበሃል ይርስዖ ንኣብነት ሰለስተ ኣርባዕተ መዓልቲ እንድሕር ከደቀሰ ስቕ ኢሉ ሰብሲ እንታይ እሞ ክኸውን ዝሓስቦ ዘሎ ኣይርድኦ ዝዛረቦ ዘሎ ይርድኦ እዩ ክኸውን ማለት እዩ ዘይ ምዕራፍ ከዓ ኣእምሮ ናትካ ክሕደስ ይኹን ሓድሽ ሓሳብ ከምፅእ ይኹን ኣይሕገዝን እዩ ዘሎ ማለት እዩ ስለዚ ኩሉ ግዜ ንክፀሪ ኣእምሮና ኣብ ቀትሪ ከማን እንተተካኢሉ ንእሽተይ ሓፂር ነዊሕ ዘይኮነ ሓፂር ግን ዕረፍቲ በቃ ጥቅስ ኢልካ ዋላ ንእሽተይ ሓሙሽተ ደቂቅ ዓሰርተ ደቂቅ እኳ እንተኾነ ንክፀሪ ካብ ኩሉ እቲ ትሓስቦ ዝፀናሕካ ዝግ ኢልካ ኣእምሮካ ከም ብሓድሽ ክጅምር ትገብሮ ኣለካ ማለት እዩ ስለዚ ብጣዕሚ ኣገዳሲ እዩ ድቃስ ጥራይ ንዝመጽእ ነገራት ከነስልጥ ክንብል ጥራይ ነቲ ዝመጽእ ነገር ክውን ክንገብር ክንብል ነዚ ሎሚ ከይነበርና ከይዕረፍና እንድሕር ደኣ ከይድና ተኣኪቡ ክጎደና ይኽእል እዩ መብዛሕትኡ ኣብ ጭንቀት ዝኣቱ ሰብ ተርእና እቲ ዘይምድቃስካ ዘምጽኦ ሳዕቤን እዩ ማለት እዩ ዕረፍቲ ዘይወሰደ ኣእምሮ ንወላ ሓደ ነገር ክጻወር ኣይክእልን እንድሕር ደኣ ከይደቀሰ ሓዲሩ ሰብ ንግሆ እንታይ ይኸውን? ቁጥዐ ዝመልኦ መዓልቲ ይወ። ስቕ ኢሉ ብቐሊል ነገር ባልባል ክብል እትርእዮ ማለት እዩ። ብቐሊል ነገርሲ ተነቃፊ ኮይኑ ይውዕል። ስለምንታይ? ኣእምሮኡ ኣይዕረፈን፣ ክቕበል ኣይክእልን እዩ። ናይ ካልእ ነገር ክቕበል ኣይክእልን እዩ። እቲ ኩነታት ዝህቦ ናይ ኩነታት ኣየር ክኸውን ይኽእል፣ ኣብ ጽርግያ ዘጋጥሞ ክኸውን ይኽእል፣ ኣብ ህይወት ኣብ ኩሉ ኣብ ዝኸዶ ከጋጥሞ ዝኽእል ወላ ሓንቲ ክጻወር ኣይክእልን እዩ ማለት እዩ። እኹል ድቃስ ደቂሱ እንተ ኾይኑ ንግሆ እንታይ እዩ ዝኸውን? ሓድሽ ሓድሽ ሰብ እዩ ዝኸውን። ብሓድሽ መንፈስ እዩ ዝጅምር መዓልቱ። ስለዚ ድቃስ ንኣእምሮና ብጣዕሚ ኣገዳሲ እዩ ማለት እዩ። ካልእ ኣእምሮና ከዕርፍ እንተ ደኣ ኾይኑ ይቕረ ምባል ክንለማመድ ክንክእል ኣለና። እቲ ናይ ሰብ ዘበለ ዘዝገበርዎ ነገራት ዘዝበደሉና ኣብ ርእስና ሐሒዝናዮ እንድሕር ድኣ ነካብዶ ወይ ከኣ እቲ ክበዱ ከኣ መመሊስና ንደጋግሞ እሞ ኣብ ቁስሊ ንነብር ኣለና ኣእምሮና ካልእ ተስፋ ዘሎ ካልእ ምቕያር ዘሎ ካልእ ምልዋጥ ዘሎ ኮይኑ ኣይስምዖን እዩ ማለት እዩ ስለዚ በቃ ይቕረ ክንብል ብግዲ ኣለና ይቕረ ክንብል ኣለና ይቕረ እናበልና ክንከይድ ከለና ነገራት እናደምሰስናዮም ክንከይድ ከለና እናቐየርና ንኸይድ ማለት እዩ ኣብኡ ጥራይ ስለምንታይ እዩ ንዚ ከምዚ ዝገበረ ንክንብል እንድሕር ዳ ብዛዕባኡ ጥራይ ንሓስብ ኣለና ፅባሕ ንጎ ንሂወትና ናይ ምምሕዳር ሂወትና ናይ ምቕያር ዝብል ሓሳብ ክንሓስብ ኢና ኢልና እንተሓስብና ኣይሕግዘናን እዩ እምሮና ማለት እዩ ምክንያቱ ብካልእ ነገራት መሊኡ ስለ ዘሎ በቲ ቂምታ መሊኡ በቲ ዝሓለፈ እዚ እንዲዮም ገይሮምና ንብሎም ነገራት ንብሎም ንሰባት መሊኡ ስለ ዘሎ ክቕየር ክልወጥ ብጣዕሚ ክደኽመና እዩ ማለት እዩ ስለዚ ይቕረ ክንብል ከለና ኣእምሮና እናፅረናዮ ክንከይድ ይሕግዘና እዘን ሓሳባት እዚኣተን ሎማዓንቲ ይጠቕማና ኢለ ዝሓሰብክወን ካልእ ሓሳባት እንተለኩም ንስኻትኩም እውን ክትውስኹልና ተስፋ ይገብር ኣብ ቀፃሊ ክሳብ ንራኸብ ሰሰናዩ